ኣንታ ከመይ ዝበለ ወዲ እዩ ጭራሽ ደሞ ኣፉ መሊኡ ቲቲ ካሕዳም እያ እንዳበለ ይዛረብ ብኣደባባይ ዝኽሕድ ዘሎ እኮ ንሱ እዩ ሰላም ሰላም ክቡራት ተኸታተልቲ ናይ ሸዊጅቱ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለመዓንቲ ድማ ብሓድሽ ቪድዮ በፂኤክዋ ኣለኹ ነዛ ቪድዮ ክጅምር ከለኹም ላይክ ብምግባር ጀመሩ ኢኹም ሓደሽቲ ዝኾንኩም ድማ ሰብስክራይብ እንዳኮርኩም ቤተሰብ ኮኑ ክብሎ ክንፈቱ ማለት እዩ ቤተሰብ ዝኾንኩም ድማ ላይክ ሸር እናገበርኩም ኣባራታትዑኒ ማለት እዩ ስለ እተበረታትዑኒ ብጣዕሚ ብጣዕሚ ብጣዕሚ እየ ዘመስግን እግዚኣብሔር ኣምላኽ የኸብረለይ ክብል ደሊ ማለት እዩ ኩሉ ግዜ ብልቢ እየ ዘመስግነኩም ማለት እዩ ለማዓንቲ ድማ ካብቲ ኩሉ ግዜ ዝመፀኩም እየ መፅኦ ዘለኹ ካብቲ ናይ ኩሉ ግዜ ግን ፍልይ ዝበለ ለማዓንቲ ርእስና ብዛዕባ ቲትና ኣቢ እዩ ዝኾን ዘሎ ማለት እዩ ክስካብ መጨረሻ ሓቢርኩም ምሳይ ፅንሑ ኣብነት እቲ ከምቲ ንፈልጦም ብጣዕሚ ደስ ዝብሉ ፍቑራት ከም ዝነበሩ ኢና ንፈልጥ ቤተሰብ ማለት እዩ። ኣብዚ ሕዚ ግን ኣቢ ንቲቲ ብቕርሺ ከም ዝለወጣ ኢና ንርኢ ዘለና። ብኸመይ እዩ ቅርሺ ብቅርሺ ድዩ ንቅርሺ ድዩ መሪጹ ወይ ከመይ እዩ ዝብል እስካብ መጨረሻ ሓቢርኩም ተጸኒሕኩም ክነግረኩም እየ ማለት እዩ። ኣረዳድኣ ተሳሒትና ከይንኸውን ቤተሰብ ማለት እዩ ንሱ ዝብል ዘሎ ማለት ንኣስ ዓቕሚ ኣነ ዓቕሚ ስለ ዘይብለይ ከምቲ ዝደልዮ እታ ክገብረላ ስለዘይክእል በቃ ኣነ ናይ ባዕለ ህይወት ክመርሕ እየ እሳ ከዓ ናይ ባዕለ ህይወት ክትመርሕ እሶም ቅርሺ ክህብዋ መሐከም ዝኸውን እዛ ጓል ቅርሺ ክትህበና ክትሕከም ከምኡ ናይ ባዕለ ህይወት ክትመርሕ እዛ ጓል ብቅርሺ ኣገዚኣቶኒ እያ ንኣቤ ማለት እዩ ቤተሰብ ብቐርሺ እያ ገዚኣቶኒያ ቀደም ፍቑራት ኔርና እዮም ዝብሉ ዘለዉ ህፃውንቲ ናሃለና ማለት ብደሓና ቆልዑት ናሃለዉ ፍቑራት ከም ዝነበሩ እያ ትናገር ዘላ ባዕሉ እውን ከምኡ እዩ ይብሎ እና እሳ ኣቢ ናታ ክንኸውን ንቲቲ ድማ ደስ ልበላ ነገር ክትገብረላ መሐከም እውን ክትከፍለላ እያ ተዋዒላ እኒያና ኣቢ ድማ ከም ኣማራፅ ገይሩ እሺ በቃ ንዓ ኣነ ቲቲ ደስተኛ ክትኮን እየ ዝደሊ ኣብ ሂወተይ እንዳበለ ግን ከዓኒ ብልቢ ይሰብራ ኣሎ ቤተሰብ ማለት እዩ ሓንቲ ጓል ኣንስተይቲ ኣፍቂራ ልባ ክትሰበር ከላ ማዕረ ክንደየናይ ከቢድን ክፉእን ምዃኑ ማንም ሰብ ይስሕቶ እየ ኣይብልን ቤተሰብ ማለት እዩ ሊሊ ከዓነ ንኣቢ ብዙሕ ዓይነት መስዋእቲ ከፊላትሉ እያ ከምቲ ንሪኣ ነበርና ማዕረ ብዙሕ ተባሂላ ብዙሕ ተፀሪፋ ብዙሕ ሰብ ገፅ ሪኣ እያ ማለት እዩ ንሱ ከይነገራ ከየመኸራ ከሎ ናብ ሊብያ ከይድናሃለ ንሳ እንዳበኸየት ክስካብ ናብ ዓደ ዝምለስ ብዙሕ መስዋእቲ ከፊላትሉ እያ። እዞም ቆልዑ እዚኦም ከዓ ካብ መጀመርያ ኣብቲ ሕማቕን ፅቡቕን ዝነበረ ኣብቲ ሓዊ እንዳሃለዉ ብሓደ ነይሮም ሕጂ ናብዚ ምስ ወፁ ከምዚ ክገብር ኣይነበሮ ይኣቢ ብጣዕሚ ማለትሲ ልብኻ እዩ ልሰብር ካብኡ ከዓኒ ቃላቱ ኣነጋግራኡ ልቢ ልሰብር እዩ ቤተሰብ ማለት እዩ ንእሽተን ኣብ ኣነጋግራኡ ተዘስተኻኽል ይብል ብርግፅ ቤተሰብ ናይ ሓቂ ዘይኮን ይኽእል እዩ በዚ ክንሽወድ የብልናይ ወይንኡ ንፀርፍ ምናምን ሰባትሲ ክንጥንቀቕ ኣለና ንምንታይ ድራማ ክኸውን ይኽእል እዩ ስራሕ ናይ ስራሕ ጉዳይ ክኾን ይኽእል እዩ ሽማ ተቐይረቶ ትህቲ ፕሮፋይላ ተቐይረቶ ትህቲ ሓቂ ዘይክኾን ይኽእል እዩ ቤተሰብን ግድን ክመስል ስለ ዘለዎ እቲ ስራሕ ኖእ ክኸውን ይኽእል እዩ ግን ዋላ እሞ ይኹን ደሓን ንስራሕ ይኹን ግን እዛ ሜሪ ትበሃል ጓል ኣንስተይቲ ድያ እምበይከ ኣነ ክርድኣኒ ይከኣለ ዋ ጭራሽ ኣርባዕተ ዓመት ሓሙሽተ ዓመት ብሓድ ተቐሚጥኩም ሁና ምንም ክትልወጥ ስለ ዘይከኣልኩም ንስኻም ዘይተቐመጥ ንቲቲ ድማ ኣነ እቲ ዘድልያ ነገር ክገብረላ እየ። ኣረ በጃኺ ጠጠው ኢልኪ ሕሰቢ። ንምንታይ እስኽሲ ጓል ኣንስተይቲ እኺ ከማኺ ዘለ ጓል ኣንስተይቲ ገዲፉ ንክመፅእ እሲ ከመይ ጌርኪ ትደፋፊ እዩ እኳ ደኣስ ሕማቅ ክሓስብ ከሎ ሕማቅ ክገበር ከሎሲ ኖኖ ኢልኪ ንምንታይ ኢና ግን ኣብ ባዕልና ክበጽሓና ዘይንደልዮሲ ኣብ ካሊእ ክበጽሕ እናረኣና ስቕ ኢልና ንርኢ? ስለምንታይ? ጭራሽ እሳ ድኻ እያ ምንም ነገር እስኻሲ ኣብ ከምዚ ዓይነት ደረጃ ክትህሉ ኣይግባእካይ ነይሩ ምንም ኣይትገብረልካን ሰብ እና ወድኪ ዩ ሰሪሑ ይለወጥ ሰብ ሞታ ክትገብረሉ ደሊኪ ወይስ ከማኺ ብቅርሺ ዘይለመነቶ እዩ ቅርሺ እኮ ፃሕ ንግሆ ገዲፍካ ዝኸይድ እዩ ፍቅሪ ግን ዘላለም ነባሪ እዩ ቤተሰብ ቅርሺ ልምዓንቲ ይህልወካ ፅባሕ ይጠፍኣካ ልምዓንቲ ይመፅእ ፅባሕ ይጠፍእ ብቐርሺ ሲክል ምካሕ የብልናን። እቲ ዝምካሕ ብእግዚኣብሔር ይመካሕ እዩ ዝብለና እግዚኣብሔር ኣምላኽና ማለት እዩ። ደቂ ሰባት ኣብ ጉልበትና፣ ኣብ ቅርሺ፣ ኣብ መልክዕና ክንምካሕ የብልናን። ኩሉ እግዚኣብሔር ኣምላኽ ከም ዝፈጠሮ እዩ። ማንም ሰብ ብምርጫ ዝተፈጠረ ሰብ የለይ። ማንም ሰብ ድኻ ክኸውን ደልዩ ድኻ ዝኾነ የለይ ማንም ሰብ ድማ ሃፍታም ክኾን ደልዩ ሃፍታም ዝኾነ የለይ ኩሉ እግዚኣብሔር ኣምላኽ እንተፈቒድዎ እዩ እና ኣቢ ክብለካ ዝደሊ ናብ ልብኻ ተትምለስ ትገብሮ ዘለኻ ሲ ፅቡቕ ኣይኮነን ንምንታይ ንኣማኒኻ ከጠልም የብልካ ብዙሕ ዓይነት መስዋእቲ ዝኸፈለትልካ ንስኻትኩም ቅርሺ ሃብኩምዋ፣ ግን ልባ ይጽገን ኣይጽገን እዩ። ዝኣመንካዮ ሰብ ክጠልመካ ከሎ ማዕረ ክንደይ ናይ ከቢድ ምዃኑ ትስሕቶ ኣይብልን። ሕጂ ድማ ትማሊ ርኢና ናብ ቤተሰብ ሞባይል ገዚኦም ኣይፎን ሞባይል ገዚኦም ክህብዋ ምዃኖም ብልሓሸ ካሜራ ቀሪፃ ክሰርሕ ከብ ዘለዋ እንዳተናገረ ነይሩ። ብርግፅ ድማ እዚ ኣይተቐበሎን እያ ትህቲ ማለት እዩ። ንምንታይ ርኢኹም ወይኹም ኣነ ጠንካራ ጓል እየ ሰሪሐ ክልወጥ ሰሪሐ ኣብ ዝለዓለ ደረጃ ክበፅሕ ዝደሊ እንዳበለት ይረኣያና ብርግፅ እየ ድማ ፅባሕ ንግሆ ከም ትልወጥ እንዲያ ምስ እዛ ቅርሺ ቅርሺ ቅርሺ እናበለት ሕዚ ጥሩምባ ትነፍሕ ዘላ ቆልዓ ፅባሕ ንግሆ ኣበይ ከም ትወድቕ ኣይትፈልጥን እያ ቅርሽሲ ምንም መእመን የብሉን ዝኣምን ነገርስ ኣይኮነን እና ቲቲ ካሕዳም እያ ቲቲ ደረቕ እያ ኧረ ኣይበሃልን ሲጀመር ተቆልዓ ቲቲ ብጣዕሚ ምስኪን ትሕቲ እያ ኣብ ትሰርሕዎ ቢጀታትሲ ንሪኣ ኣለና እና ባዕልና እስኻ ከይበልካና ባዕልና ንፈልጥ ኣለና ደረቕ ድያ ከመይ ዓይነት ቆልዓ እያ ኣንሕና ንፈልጥ ኣለና ዋላ እንተኾነት እውን ትማሊ ምሳኣ ነርካ ለመዓንቲ ኣብ ሚድያ ወፂኻ ከምዚ ኢልካ ናታ ክፍኣት ገለ ክትዛረብሲ ፌር ኣይኮነን ሞባይል ዶ ምናምን ዶ እናበልካ ካብ ልባ ትሰብር እንድሕር ተፈሊኻ ኮይንኻ ቀጢልካ መንገዲ ጨርቂ ግበረልካ ኢላትኪ ኣትማሊ ማለት እዩ ንኣስኪ ጨርቃስ የብልካን ናብ ልብኻ ተትምለስ እየ ክብለካ ዝደሊ ማለት እዩ ኣብ ጥቕልል ኣቢለ ፈጣሪ ናብ ልብኻ ይመልስካ። ብርግጽ ቲቲየ ድማ እዚ ኹሉ ነገራት ሓሊፋ ኣብ ዝለዓለ ደረጃ ከም ትብጽሕ ርግጸኛ እየ ማለት እዩ። እና ቤተሰብ ሸር፣ ላይክ፣ ሳብስክራይብ እንዳገበርና ኩልና ነበረታትዓያ ማለት እዩ። ኣብኡ እናሃለኹ እውን ሕማቕ ነገራት ኣይንጽሓፍ። ከምቲ መጀመርያ ዝበልኩኹም ተራዳዲኦም ንስራሕ ኢሎም ከምኡ ይገብሩ ክኾኑ ስለ ልኽእሉ ሕማቕ ለይምዝራብ ጻሕ ንግሆ ካብ ንሓፍር ቤተሰብ ሕማቕ ቃላት ለይምንጋር እና ናይ ልምዓት ቢዲ እዚኣ ትመስል ነይራ ኣብ ቀጻሊ ድማ ብቆንጆ ቪድዮ ክንራኸብና ክሳብ ንራኸብ ድማ ሰሰነይ ንዓኹም እንዳበልኩ ላይክ ሸር ምግባር ኣይትሕመቁ ኢኩም ባይ ባይ።